ኣብ ዓደይ እናሰራሕኹ ክጸንሐኪ ካብ ስደት ክስካዕ ትምለሲ ኣቦኺ ክልተ ሚልዮን ገንዘብ ይሃበኒ እሞ መኪና ገዚኤ እናሰራሕኹ ክጸንሐኪ ይብለኒ ክልተ ሚልዮን ኣይኸውንን ምስ በልክዎ ድማ ዋላ ሓደ ሚልዮን ይብለኒ እሞ ብምሉኦም ኣወዳት ዓዲ ዓረብ ኮይና ጓል ቅርሺ ትሰደሎም እግዚኣብሄር ምስክረይ እመቤቴን ክሰምዕ ተለኹ እዚ ሰበይቲ ከዓ ዓዲ ዓረብያ እኒኣ እዚ ፍቕረኝ እኮ ዓዲ ዓረብያ እኒኣ ገለ ክበሃል ተሎ እሞ እሶም ኣብ መቐለ ለርእዎ ሪኣክሽን ማለት እዩ በቃ ሰላምታ ኣይረሳዕኹን ፍትዋ ተኸታተልተይ እንኳዕ ብሰላም መፃኹም ንሎማዓልቲ ሒዘልኩም ዝመፃኹ መደብ ድማ መደብ እንታይ ትመኽሮ ንዝብል ሓንቲ ሓፍተይ ኣብ ኮሜንት ዝፀሓፈትለይ ሕቶ እየ ሒዘልኩም መፀ ከምቲ ኩሉ ግዜ ናይዚ ሓፍቲ ዛንታ ኣንብየ ምስ ወዳእኹ ሓሳበይ ከካፍላ እየ ንስኻትኩም እውን ዛንታ ሓፍትና ሰሚዕኹም ስወዳእኹም ከምቲ ልሙድ ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ላይክ፣ ሼር፣ ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ናይ ዝሓፍትና ዛንታ ከምዛ ትርእይዋ ዘለኹም ሓጻር እያ። ነገር ግን ኣነ ከም ሓላልፎ ዝደሊ መልእኽቲ ኣለኒ ከምቲ ኩሉ ግዜ ከምዚ ዓይነት ኣተሓሳስባ ዘለክን ደቂ ኣንስትዮ ብፍላይ ኩላትክን ክትጥቀማሉ ክሓተክን ዝደሊ ሕቶ ንባዕሉ ክምለሰለይ ዝደልዩ ሕቶ ኣለኒ ኩሉ ግዜ ዘተሓሳስበኒ ስለ ዝኾነ ከምዚ እያ ትብል እዛ ዛንታ ኣብ ሰላም ኣቢ ሞራለይ ብጣዕሚ ኢኺ ጠንካራ ብጣዕሚ እየ ዝፈትወኪ ናተይ ከምዚ ዓባይ ሓፍተ እየ ዝርእየኪ ኩሉ ግዜ እየ ዝከታተለኪ ብጣዕሚ እየ ዘመስግን ይቐኒለይ ዝሓፍተይ እና ናብ ሕቶይ ከኣቲ ኣነ ኣብ ስደት ስዑዲ እየ ዝሰርሕ ዝኾነ ወዲ ብመሰንጀር ሃይ ይብለኒ እሞ ካብኡ ስቕ ኢለ ርእየዩ ደው ኢልለይ ንጫወት ነይርና ንፍቕሪ ይሓተኒ እሞ ከም ኣሕዋት ንኹን ኢለዮስ ኣቢየይ እሺ ኢሉኒ። ካብኡ ድሕሪ ሓደ ዓመት ተቐበልኒ ፍቕረይ ይብለኒ እሞ ኣነለ ክሓስበሉ ይብሎ እሞ ካብኡ እሺ ኢለ ተቐቢለዮስ ኣብ ዓዲ ስለ ዝኾንኩ ስራሕ የብለይን ኣነ መሻረፍ ስደድለይ ይብለኒ እሞ ዓሰርተ ሽሕ ይልእኸሉ ቅኒ ኢሉ ስራሕ ክፈትለይ ይብለኒ እሞ ኣይብለይን ኢለዮ ካብኡ ስለለ ቅኒ ኢሉስ ኣቢየይ ገዛን ኣደቦ ጎይታናይ ተሸይጡስ ሓሙሽተ ሚእቲ ሽሕ በጺሑንማ እንተሃሊኪ ክልተ ሚልዮን እንተዘይብልኪ ግን ሓደ ሚልዮን ሃብኒ ኢሉንስ ኣይብለይን ኢለዮ። ኣቢየይ ሕጸ ከእትየልኪ ኢሉኒ ካብኡኸ ኢለዮስ ነቦኺ መኪና ግዝእሉ ትብልዮ ብኣንታ ምእንታን ወይ ድማ ምእንቲ ንምባል ደልያ ይመስለኒ ብኣንታ እዩ ዝብል ዘሎ ዝፅሑፍ ከም ዝትርእይዎ ዘለኹም ብድሕሪኡ ክሓታ ዝደለኹ ሕቶ ንባዕሉ ነይሩ ኣበይ ኮሜንት ከም ዝፀሓፈታ ስለ ዝረሳዕኽዋ እየ ምእንቲ እናሰራሕኹ ክጸንሕ ኢሉኒ ኣይገዝእን ኢለዮስ፣ ጀዋል ግዝእለይ ኢሉኒ እንተ ገዚኤሉስ ከመሓይሽ ዶ ይኾን፣ ኣነ የፍቅሮ እየ ንሱ እንድዒ ምኽሪ ከለግስለይ ኣቢየይ ጽሑፍ ኣብዚሐልኪ ይቅርታ። ዝብል እዩ ዛንታኣ። ቅድሚ ሰዓትሲ እዛ ቀጺለ ዘስመዐክን ናተይ መልሲ እዛ ዛንታ ኣንቢበ ኣንቢበ ምስ ወዳእኹ ቪድዮ ሰሪሐ ምስ ወዳእኹሲ ሕጂ ከኣ እዛ ሪከርድ ዝቐርጸላ ዘለኹ ሰዓት ከኣ እዛ ሕጂ ዘስምዐክን ናይ ቤቲ ቪድዮ ረኺበ ማለት እዩ። እዛ ቪድዮ እዚኣ እሞ ስምዓኣ ብድሕሪኡ ናብዛ ናተይ መልሲ ክወስደክን እየ። ኩለን ብጣዕሚ ክጠቕማኽን እየን ከይትሕልፈእን እስካዕ መወዳእታ ስምዐኣን። ዓዲ ዓረብ ትነብራ ደቂ ኣንስትዮ ኣሕዋተይ ስምዓኒ በይዛኽን በይዛኽን

ቴስዓን ትሽዓንተን በቃ ነጥቢ ናም ናም ናም ዜሮ ዜሮ ብምሉኦም ኣወዳት ዓዲ ዓረብ ኮይና ጓል ቅርሺ ትሰደሎም ኣይደልዩኹን እዩ ብስጋ ክረኽቡኽን ኣይደልዩ ቅርሽኽን ቅርሽኽን ጥራሕ እዮም ዝደልዩ ኣይ ካብ ዕድሜኽን ኣይ ካብ ቅርሽኽን ኣይ ካብ ውላድክን ካብ ኩሉ ካብ ኩሉ ከንቱ ከይትቐርያ ላወዲ ኣይትደውላ

ገጽ ልገጽ ሪኡ ሽዑ ዝፈተወኪ ሽዑ ዘፍቀረኪ ሽዑ ዘክብረኪ ሰብ መሪጽኪ ሓዳር ትገብሪ ኣብኡ ኮይኑ ክቅርሽ ላሰደድኺ ግን ንወደፊቱ ሓዳር ክገብረለ እዩ ግን ይዛኽን በቃ ኣነ ብጣዕሚ እዩ ልነብዕ እግዚኣብሔር ምስክረይ እመቤቴን ክሰምዕ ተለኩ እዚ ሰበይቲ እኮ ዓዲ ዓረብያ እኒኣ እዚ ፍቅረኝ እኮ ዓዲ ዓረብያ እኒኣ ገለ ክበሃል ተሎ እሞ እሶም ኣብ መቀለ ለርእዎ ሪኣክሽን ማለት እዩ በቃ ፍስሕ ኢልካ ዳስ ጋስቲክን ሒዝካ ካብ ዳ ምግብ ቤት ናብ ዳ ምግብ ቤት ምናምን ወይ ከዓ በቃ ኣብ ባጃጅ እግርካ ሰቂልካ ከፍ ኢልካ ገለ ሕጭጭ ሰብ ላተረቡ ሰብ ላሓጨጩ የለ ኣይሰርሑያ ብናይኹም ቅርሺ እዮም እያ ንመሓደሩ ኣለዉ በቃ ብጣዕሚ ና ከንቱ ከንቱታት እዮም በቃ ኣይጠቕሙኹን ቅርሺ ትሰዳሎም ኣለኹን ኣወዳት ኣይጠቕሙኹን ዕንቅር ብልኹን ኣውፅኦም በቃ ኣየድሊኹም እዩ እዚኦም ቤዛኸን እሸላን ደቂ ኣንስትዮ ኣሕዋተይ ኣወዳት ንዓና ንደቂ ኣንስትዮ ክጃናጀኑና ወይ ክደዋወልና ከለዉ ባይዘወይ ከይረስዓ እዛ ፅሑፋ ምስ ኣንበብኩሲ ብጣዕሚ እየ ስሒቐ ብጣዕሚ ከዓ ተገሪመ ዝኾነ ተደኒቐ በቃ ማለትሲ ሓደ ብናቱ ድፍረት ካልኣይ ብናታ ገርህነት የዋህነት ብጣዕሚ እየ ተገሪመ ካብቲ ብጣዕሚ ዝገረመን ነገር ከዓ ኣብ ፌስቡክ ተላለያቶ ሲ ናይ ዳቦ ጎይታና መሬት ከም ዝተሸጠ ሓሙሽተ ሚእቲ ሽሕ ከም ዝበፅሓ ነጊራቶ መቸስ ብፌስቡክ እንድሕር ተፋሊጣቶ ሲ ርእዮም እየ እናሸጡ ወይ ገንዘብ እናበፅሐኪ ሓሙሽተ ሚእቲ ከም ዝበፅሐኪ ሲ ይፈልጥ እየ ክብላ ይኽእል በዓላ ስለ ዝተዛረበቶ እዩ ዝኾነ ወዲ ክጃናጀን እናኸሎ ናብዛ ዘልዓልክዋ ነጥቢ ክምለስ ምስ ጓል ክጃናጀን ከሎ ዝኾነ ወዲ መጀመርያ ነታ ጓል ይመዝና እዩ ንስኽን ኮ ትንዕቕኡ ትኽእላ ይኽን ብጣዕሚ ትንዕቆ ወዲ ዋላ ክኸውን ይኽእል እዩ ምስ ጓል ክጃናጀን ከሎ ክቀራረብ ከሎ ምሳኺ ዋላ ኖርማል ምቅርራብ ማለት እዩ ብጣዕሚ እዩ ዝመዝነኪ ብታ ዝመዘኑና ሚዛን ልክዕ ትእዛዝ ይእዙዝና ብታ ዝመዘኑና ሚዛን ልክዕ ሕቶ ይሓቱና ማለት እዩ ኣብ ወርሒ ውሽጢ፣ ኣብ ሰሙን ውሽጢ፣ ኣብ ዓመታት ውሽጢ፣ ኣብ ብሓፈሻ ብታ ዝመዘነኪ ኣብ ከምዚኣ ክንዲዚኣ እንድሕር ጸኒሐ፣ ከምዚኣ እንድሕር ኢለያ ክትኣምነኒ እያ፣ ከምዚኣ እንድሕር ገይረ ክተፍቅረኒ እያ፣ ከምዚኣ እንድሕር ገይረ ዕላማይ ክሳኽዐለይ እዩ ኣብ ዝበሎ ሰዓት እናመዘነኪ እዩ ዝኸይድ። ብታ ዝመዘንና ሚዛን ልክዕ እዮም መብዛሕቲኽን ዝኾነ ወዲ ይጃናጀነክን ይቀራረበክን እሞ ትኣምንኡ ናብ ህይወትክን ትቕበልኡ እሞ ዝኾነ ትእዛዛት ይእዝዘክን ንኣብነት ንራኸብ ገንዘብ ሃብኒ ወይ ከምዚ ግበሪ ንስኽን ክትደራደራሉ ብዘይትኽእላ ወይ ክትፈቕድኡ ብዘይትኽእላ ነጥብታት መስመራት ይሓልፍ እሞ ንስኽን ድማ ኣይፋል ክትብልኡ ከለኽን ክትኣብኡ ከለኽን ካብ ዜሮ ተበጊሱ እቲ ወዲ ክርሕቐክን እሞ ክተስተማስላ ምኽሪ ደሊኽን ናብ ዝተቐረባ ኣለኽን ብዙሓት ዋላ ብውሽጢ እውን ተዕላን ኣለኽን እዞም ከምዚኦም ዓይነት ኣወዳት ክጃናጀኑኽን ክቀራረቡኽን ከለዉ እንድሕር ደኣ መታለልቲ ኮይኖም እንድሕር ደኣ ጽኑዕ መርገጽ ዘይብሎም ኮይኖም ሓደ መታለሊ ወዲ ንኸታልላ ዘይኽእል ጓል ምስኣ ክጸንሕ ኣይኽእልን። ምስኣ ዝጸንሕ ክስካዕ እታ ዘታልላ ክስካዕታ ዝሓሰባ ዝረክብ ጥራሕ እዩ። ስለዚ መብዛሕቲኽን እንድሕር ደኣ ጽኑዓት ኮይንክን እንድሕር ደኣ ክትሽወዳሉ ዘይትኽእላ ኮይንክን እሞ ንሱ ጽኑዕ ተዘይኮይኑ እሞ ንሱ ሓቀኛ ተዘይኮይኑሲ ምሳኺ ዘይኮነ ምስታ ክትታለለሉ ትኽእል፣ ክትግረሀሉ ትኽእል፣ ኩሉ ዝኣዝዛ ክተተግብረሉ ትኽእል እታ ክብለጻ ዝኽእል ጥራሕ እዩ ዝኸይድ። ብዝተፈላለየ ብታ ዝደለያ ማለቱ እዩ። ብፍላይ ኣብ ዓዲ ዘለዉ ንዓና ንኣብ ስደት ዘለና ወዲ ይኹን ጓል ልዕሌና ዘሎ ድዩ ትሕቴና ዘሎ ድዩ ዋላ እዚ ቆልዓ ገዲፍክንኡ ዝመጻኽን እዛ ቆልዓ ገዲፍክንኣ ዝመጻኽንሲ ብዝኾነ ብዋዛ ኣምሲሎም ዝዛረብዎ ነገርስ ታይ ድዩ ፋራ ተተባሂሉ ከም ኣብነት ዓዲ ዓረብ ዘለዋ ኣብ ስደት ዘሎ ወይ ዓሻ ተተባሂሉ ወይ ቀልጢፉ ዝኣምን ወይ ዝሽወድ ተኾይኑሲ ኣብነት እዮም ንዓና ዝገልጹና ንምንታይ ድዩ ስለ ዝርእዩና እኮ እዮም ዋላ ዝኾነ መተዓቢተይ እዩ መማህርተያ ወይ ከምዚ እዩ ኢልክን ድሕሪ ዝኾነ ሰዓት ደው ኢሉ ጽሒፉ ይቀራረበካ እሞ ንሕና ከዓ ተገሪህና ወይ ክጽሕፈልካ ወይ ሪከርድ ክሰደልካ ከሎስ ከምቲ ንሕና ንናፍቆም ዝናፍቆና ምሽ ይመስለና ጽንሕ ኢሎም ግን ከም ተጸጊምና ከም ዝኾይነ ይብሉኻ ኣይሰድድን እንድሕር ኢልክዮ ሽሕ ግዜ ኦንላይን ይእቶ ብድሕሪኣ ይጽሕፈልኪ ብድሕሪኣ ይድውሉልኪ ኣይደልዩኺ ካባኺ ዘይጥቀሙ ምዃኖም ተፈሊጦም ወዲ ይኹን ጓል ዝኾነ ብዝተፈላለየ ጋጣሚ ዝፈልጠኪ ሰብ ድሕሪ ነዊሕ ግዜ ኣብ ሚድያ ርእዩኪ ተመጽዩ ንባዕሉሲ እንድሕር ደኣ ንሕና ምልኣኽ ኣቢናዮም በቃ ንኻልእ ክሽውድዎ ዝኽእሉ ዓሌቲ ዘመድ እዮም ዝጽሕፉ ወይ ከዓ ዝቀራረቡ ዝደዋወሉ ማለት እዩ። ንሕና ተሸወድቲ፣ ዓያሹ፣ ፋሮት፣ ገርህታት ብሓፈሻ ብዙሕ ዓይነት ሽም ከም ዝስይሙልና ንፈልጥ ኢና። ንምንታይ ስለ ዝመዝኑና ስለ ዝፈልጡና ማለት እዩ። እስኺ ከዓ እዚ ወዲ ኣብዚ ሓደ ዓመት ውሽጢ ጽቡቕ ገይሩ መዚኑ ከመይ ገይሩ ከፍቅረኪ ከምዚ ክተፍቅርዮ ከም ትኽእሊ ከመይ ገይሩ ክሽውደኪ ከም ዝኽእል ተረዲኡ እዩ ኣነ ብጣዕሚ ካብ ዝገረምን ኣብዛ ቅድም ኢለ እውን ዘልዓልክዋ እንድሕር ደኣ ብፌስቡክ ፈሊጥክዮ ኮይንኪ እዚ ወዲ ንምንታይ ሓሙሽተ ሚእቲ ሽሕ ከም ዝበፅሐኪ ደሞዝ ክክንደይ ከም ዝኾነ ገንዘብ ክክንደይ ከም ዝኾነ ባህርያት ኩሉ እዩ ኣፅኒዑ ዘሎ ርግፀኛ እየ ንድሕር ሓሙሽተ ሚእቲ በፅሒ ክክንደይ ገንዘብ ከም ዘለክ እውን ነጊርክዮ ክትኮን ኢኽ ስለዚ ሽሕ ግዜ ተደዋወሉ ሽሕ ግዜ ኣፍቅሩ ንምንታይ ኣታዊኽን ናይ ቤተሰብክን ምሽጥር ናይ ገዛኽን ምሽጥር ተቐዳዲምክን ትዛረባ ናብ ስደት ምስ መጻና ዲና ንድንዝዝ ኮይና እዚ መዓልቲ መዓልቲ ንሰምዖ ዘለና ተበዲለ ተጠሊመ ዝብል ካባየይ ተምሃራ ኢለን ብኣንደበተን ልበወለድ ዛንታ ከይኸውን ኳስ ሓቀኛ ዛንታ ዋላ እናሰማዕና እናረእናሲ የደንዝዘና ድዩ ኮይኑ እዚ ስደት ንምንታይ ኢና ንድንዝዝ እስኺ ሕጂ ሓማም ሓጺብኪ ወርሓዊ ደሞዝ ተጸቢኺ ብጸሎት ተጸቢኺ መዓልቲ ቆጺርኪ ገንዘብ ተዋሂብክሲ ንዓዲ ሰዲድክሉ ብዓዲ ምስ ወደእልኪ ብገንዘብኪ ሕምባሻ ቢራ ምልኣኽ ንወለድኺ ዝቐለለ ነገርዩ ንዑ እንድያም ካብ ሽዑ ንድሓር ብጣዕሚ ከም ትኣምንዮ ገንዘብ ወርሒ ወርሒ ከም ትሰድሉ ርግጸኛ ኮይኑ ኩሉ ግዜ ገንዘብ ንኽትሰድሉ ኩሉ ዝደለዮ ነገር ንኽተማልእሉሲ ገንዘብ እንድሕር ሰዲድክሉ ብገንዘብኪ ሕፀ ምእሳር ብዓዲ ምውዳእ ንዕኡ ዝቐለለ ነገር ንማንም ወዲ ገንዘብ ክሰደልካ ብዓዲ ወደእለይ ምባል ዝቐለለ ነገር እዩ። ሕጂ ንስኺ ሞባይል ገዚእክሉ ንበል ዓሰርተ ሽሕ ሰዲድክሉ እንደገና መሊሱ መኪና ኢልኪ ክልተ ሚልየን ኢልኪ ካብ ክልተ ሚልየን ከዓ መሊሱ ሓደ ሚልየን ኢልኪ ሓደ ሚልየን ከዓ ምስ ኣበኽዮ እንደገና ሞባይል ኢልኪ እታ ሞባይል ምስ ሰደድክሉ ፅባሕ ከ እኮ እዩ እንደገና ከዓ ካልእ ተይልክስ ክገድፎ እዩ ኢልኪ ከዓ ዲኺ ካልእ ክትሰድሉ ካልእ ከዓ ተይልክስ ብዓዲ ወዲ እለይ ሞክገድ ፎይ ኢልኪ ዲሆ ትሰድሉ። ካልኣይ ከዓ ቃላት ስለ ዝተረኣኻ ጥራሕ፣ ስለ ዝፀሓፈ፣ ስለ ዝደወለ፣ ዋላ ዓሰርተ ዓመት ዘይትደዋወሉ ዘይትፀሓፉሲ ቃላት ጥራሕ ሪኢኺ ማዕረ ክንድኡ ማለት ሰብ ትኣምን እንዲኻ ሰብ ኢኻ ምስ ሰብ ትቀራረብ ሰብ ተፍቅር ትኽእል ኢኻ ማዕረ ክንድኡ ግን ኣይትኹና። በቃ ቃላትስ ቃላት እዩ ኩሉ ግዜ ቃላት ትርጉም ኣይብሉን ብግብሪ ፈትኑ ግብሪ ከዓ የርእየኪ ኣሎ ሓደ ኣብነት ኮይ ዘርእየኪ ዘሎ ብግብሪሲ ሓዳር ክገብረልኪ ከም ዘይኽእል ሰሪሑ ክልወጥ ከም ዘይኽእል ካባኺ ተጸባዪ ከም ዝኾነ ጽባሕ ጥቕሙ እንድሕር ደኣ ጎዲልዎሲ ኣብ ሜዳ ደርቢ ክኸይድ ከም ዝኽእልሲ ግብሪ እዩ ዘርእየክን ዘሎ ብተግባር እዩ ዘርእየክን ዘሎ ስለዚ ካብዚ ዝዓቢ ሓደ ዓብዪ መረጋገጺ የለን ብዙሕ ኣሽሓት መረጋገጺ እናረእኻ ከለኻ ገና ናብ ኢዱ ከይኣተኻ ከለኻ ፈጣሪ መረጋገጺ እንድሕር ኣርእዩካ ብዙሕ እንድሕር ደኣ ኣረጋጊጽካሲ እንድዒ ኣነ ዕሽነት እዩ እየ ዝብሎ በቃ ዕሽነት ግርህነት ሸለልትነት ኢለ እየ ዝሓስቦ እምበር ፍቕሪ ንባዕሉ ኢለ ኣነ ኣይርድኦን ስለዚ ፍቕሪ በይኑ ንስኺ ስለ ዘፍቀርክዮ ብጥዑም ቃላት ተሸዊድኪ ስለ ዘፍቀርክዮ ስለ ዝኣመንክዮ ምንም ዓይነት ጥቕሚ ክትጥቀም ኣይትኽእልን። ንስኺ ትጉድእ ኢኺ። ምስ ዘታልለኪ፣ ምስ ዘይደልየኪ፣ ምስ ጥቕመኛ፣ ምስ መታለሊ ወዲ ንስኺ ጥራሕ ስለ ዘፍቀርክዮ ትቕይርዮ ነገር የለን። ትጥቀምዮ ነገር የለን። ትጉድእዮ እዩ ዝበዝሕ ካብ ትጥቀምዮ። ስለዚ ሽሕ ኣፍቅርዮ። ከምኣ ዓይነት ሕቶ ክሓተኪ ከሎ ካብዚ መጀመርያ ዓሰርተ ሽሕ ልኣኸለይ ክብለኪ ከሎ ኣይብለይን ኢልክዮ እንደገና ናብ ካልእ ክሸጋገር ከሎ ኣሻዓይኺ ኩሉ ዝነበረኩም ርክብ ክትቆርጽ እየ ዝነበረኪ ስለዚ ሕጂ እውን ሞባይል ይኹን ምንም ነገር ክትሰድሎ ይብልክን ኣይብለይን ኢልኪ ዕጸውዮ እየ ዝብለካ ኣነ በዚ ኣጋጣሚ ኩላትኩም ኣብ ኮሜንት ሲ ከምዚ ዓይነት ደቂ ኣንስትዮ ክትሪኦ ከለኹም ብፍላይ ደቂ ኣንስትዮስ ከምዚ ዓይነት ጓል ኣንስተይቲ ክትሪኣ ከለኽን እንታይ ይስምዐክን ሓደ ምኸረኣ ካልኣይ ከዓ እንታይ ዓይነት ስምዒት ከም ዝስምዐክን ኣብ ኮሜንት ጸሓፋ ኮሜንት ከንብብ እየ ከምቲ ኩሉ ግዜ ንሎማዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ባይ ባይ